ሰላም ክቡራት ተኸታተልቲ መደባትና ከመይ ቀኒኹም ንሎም ድማ ከመይ ጌርና ሶፍትዌር ኣብ ዊንዶውስ ኦፐሬቲንግ ሲስተም ንፅዕን ዝብል ትምህርቲ ሒዘልኩም ቀሪበ ኣለኹ ንከታተል ራይ ናይ ሎሚ ትምህርትና እምበኣር ኢንስቶሊንግ ሶፍትዌር ኦን ዮር ዊንዶውስ ፒሲ ዝብል እዩ ክኸውን ኮምፒውተራትና ተሓጊዝና ዝተፈላለዩ ስራሓት ንዓምም ኢና ንኣብነት ፎቶ ኤዲት ንገብር ጌምስ ንፃወት ቪድዮ ስትሪም ንገብር ካብ ኢንተርነት ኢንተርነት ንጥቀም ብራውዝ ንገብር እንታይ ምክን ኮይና ብዙሕ ብዙሕ ብዙሕ ነገራት ክንሰርሕ ንኽእል ኢና ነዚ ስራሕት እዚ ክንሰርሕ ክውን ዝገብሩ ሶፍትዌር ዴቨሎፐርስ ተባሂሎም ዝፅውዑ ክኢላታት ናይ ኮምፒውተር እዮም ማለት እዩ ወይ ድማ ፕሮግራመርስ ኢልና እውን ንፅዋዕም ኢና እዞም ሶፍትዌር ዴቨሎፐርስ ኢልና ንፅውዖም ሓድሽ ሓድሽ ሶፍትዌር ኣፕሊኬሽንስ ኣብ ምስራሕ ዝነጥፉ ኮይኖም ገለገሊኦም ብዓበይቲ ኮርፖሬሽናት ብዓበይቲ ካምፓኒታት ዝሰርሑን ዝብልፅጉን ሶፍትዌራት ዘማዕብሉ ክኢላታት ክኾኑ ከለዉ ገለገሊኦም ካኒ ውልቀ ሰባት ክኾኑ ክእሉ ገለገሊኦም ካኒ ብንኣሽቱ ካምፓኒታት ዴቨሎፕ ሶፍትዌራት ዝሰርሑ ወይ ድማ ዴቨሎፕ ዝገብሩ ሶፍትዌር ዴቨሎፐርስ ድማ ይርከብዎ ማለት እዩ ራይ ሶፍትዌር ኣብ ኮምፒውተርና ኣብ ንፅዕነሉ እዋን ብብዙሕ መንገድታት ክንፅዕን ንኽእል ኢና ሓደ ካብቲ ኣብ መፋርቕ 1900 ሰዓታት ክሳብ 2000 ዓመተ ምህረት ኣብ ዝነበረ እዋን ሶፍትዌራት ብሲዲ ተጠቂምና ኢና ንፅዕኖም ነርና ዝኾነ ሶፍትዌር ብሲዲ እዩ ዝሽየጥ ነይሩ ማለት እዩ ሕጂ ብሲዲ ኣብ ንጥቀመሎም እዋናት ሕጂ እዋን እውን ሲዲ እናተዳኸመ ከይድ እዩ ብዙሕ ኣብ ኣገልግሎት ኣሎ ኢልካ ክትዛረብ ኣይትኽእልን ኢኻ ሲዲ እንድሕዳ ክትጥቀም ኮንካ ድማ እታ ናትካ ኮምፒውተርካ ናይ ሲዲ ሮም ክህልዋ ክኽእል ኣለዎ ወይ ድማ ናይ ሲዲ ደፃውት መሳርሒ ዝተገጥማ ክትኮን ክኽእል ኣለዋ ማለት እዩ ኣብዚ ሕጂ እዋን መብዛሕትኡ ሶፍትዌራት ካብ ኢንተርነት ኢና ዳውንሎድ ጌርና ክንፅዕኖም ንኽእል ማለት እዩ ከምኡውን ብፍላሽ እናምፃና ክንፅዕኖም ንኽእል ብቐጥታ እውን ካብ ኢንተርነት ካብ ክላውድ ዳውንሎድ ጌርና እንፅዕኖም ሶፍትዌራት እውን ኣለዉ ካብ ሲዲ እውን ዝፀዓኑ ሶፍትዌራት የለውን ማለት ኣይኮነን ኣለዉ እንተኾነ ግን እቲ ህቡብነት ናይ ሲዲ ዳርጋ ናሃጠመ ናጠፍአ ኣብ ምኻድ እዩ ዘሎ ማለት እዩ ሕራይ ሓደ መንገዲ ሶፍትዌር ኣብ ኮምፒውተራትና ኣብ ንፅዕነሉ እዋን ካብ ኢንተርነት እዩ ማለት ካብ ዌብ እቲ ዝዓበየ ኣገባብ ሓድሽ ሶፍትዌር ንረኽበሉ ካብ ኢንተርነት ዳውንሎድ ጌርና ክንፅዕን ምኽኣል እዩ ማለት እዩ እንተኾነ ግን ኣዝዮም ዓበይቲ ኣፕሊኬሽንስ ኣለዉ ከም በዓል ማይክሮሶፍት ኦፊስ ኣዶበ ፎቶሾፕ ዝኣመሰሉ ኣዝዮም ዓበይቲ ዓበይቲ ብዓበይቲ ካምፓኒታት ዝስርሑ ድማ እዚኣቶም ሲምፕሊ ዳውንሎድ ጌርና ክንፅዕኖም ኣይንኽእል ኢና ዳውንሎድ ጌርና ግን ንገዝኦም ኢና ማለት እዩ ዋጋ ከፊልና ክብር ዝበልዮም ዋላ ብዋጋኦም ክንሪኦ ከለና ገንዘብ ከፊልና ንገዝኦም ዓይነት ሶፍትዌራት ከ ኣለዉ ሕጂ ኩሉ ብኢንተርነት ንረኽቦ ሶፍትዌር ከዓኒ ብነፃ ንረኽቦን ንግልገለሉን ማለት ከም ዘይኮነ ከኣ ክንፈልጥ ክንክእል ኣለና። ብዙሓት ድማ ብነፃ ንረኽቦም ሶፍትዌራት ኣለዉ። ኣብ ዝሓለፈ ክፋላትና እውን ተማሂርና ነርና ኢና ብዛዕባ ፍሪዌር ዝበሃል ብነፃ ክንግልገለሎም እንኽእል ኣፕሊኬሽንስ ድማ ኣለዉ ማለት እዩ። ገለገሊኦም ኦፐን ሶርስ ክኾኑ ይኽእሉ እዮም ገለገሊኦም ከዓኒ እቲ ካምፓኒ ክንጥቀመሎም ኢሎም ዝዝርግሑልና ከዓኒ ብነፃ ንረኽቦም ሶፍትዌራት ኣለዉ ንኣብነት ኣብ ሞባይል ቴሌፎናትና ፌስቡክ ኣብ ንጥቀመሉ ወይ ዝኾነ ሶሻል ሚዲያ ኣብ ንጥቀመሉ ብነፃ ኢና ዳውንሎድ ንገብሮ እቲ ኣፕሊኬሽን ማለት እዩ ብነፃ ከዓ ኣፕግሬድ ንገብሮ ኣፕዴት ንገብሮ ማለት እዩ ኣብ ኢንተርነትና ኣብ ኢንተርነት ክንጥቀም ከለና ከዓኒ ብራውዘርስ ንጥቀም ኢና ከም በዓል ክሮም ሞዚላ ፋየርፎክስ ንጥቀም ኢና ኢንተርነት ኤክስፕሎረር ሳፋሪ ብዙሓት ኣለዉ ማለት ብነፃ ክንረኽቦም ንኽእል ንኣብነት እዚ ንሪኦ ዘለና ናይ ክሮም ዌብ ብራውዘር እዩ ማለት እዩ ክሮም ዌብ ብራውዘር ናይ ጉግል ካምፓኒ ዘማዕበልዎ ኮይኑ ኣዝዩ ፅፉፍን ብሉፅን ዝኾነ ብራውዘር እዩ ማለት ኢንተርነት ክንጥቀም ከለና እንጥቀመሉ ብራውዘር እዩ ከምዚ ትሪእዎ ዘለኹም ከዓ ብነፃ ንዝደለናዮ ዓይነት ኦፕሬቲንግ ሲስተም ኢሎም ዝሰርሕዎ ኣለዉ ማለት እዩ ኣብዚ ይነግረኩም እዩ ዳውንሎድ ክሮም እብለና ኣሎ ፍቲ ናታቶም ዌብሳይት ምስ ኣተኹም ማለት እዩ ኣብዚ ዳውንሎድ ምስ ኣተኹም ጌት ፋስት ፍሪ ዌብ ብራውዘር ኢልና ኣሎ ማለት እዩ ንኮምፒውተርና ንቴሌፎንና ወይ ድማ ንታብለትና ዝኾነ እቲ ኣፕሊኬሽን ዳውንሎድ ክትገብሮ ከሎም ኣብ ታሕቲ ኣንበቡ ንየናይ ዓይነት ኦፐሬቲንግ ሲስተም ተባሂሉ ዝተሰርሐ ንኣብነት እዚኣ ኣብዚኣ ንሪኣ ዘለና ፎር ዊንዶስ 8.1 ዊንዶስ 8 ዊንዶስ 7 ቪስታ ኤክስፒ 32 ቢት ይብለና ኣሎ ማለት እዩ ሕጂ ሰርቲ ቢት ኦፕሬቲንግ ሲስተም ዝተፃዕና ኮይነን ከምዚ ዓይነት ዊንዶውስ ዝተፃዕና እንድሕር ኮይነን እዚኣ ዳውንሎድ ጌርካ ተጠቀምለካ ኣሎ ሕጂ መብዛሕትኡ ሶፍትዌራት ይነግረካ እዩ ንኣብነት ኣብ ገለገሊኡ ዊንዶውስ ኦፕሬቲንግ ሲስተም ተፃዕነት ኮምፒውተር ሒዝኩም ናይ ማክ ዳውንሎድ ክትገብሩ ማለት እዩ ኣይክሰርሓልኩም እዩ ሐራይ ሶፍትዌራት ዳውንሎድ ኣብ ንገብረሉ እዋን ብዶት ኢኤክስኢ ዝብል ፋይል ኤክስቴንሽን ሒዞም እዮም ዝመፁ ማለት እዩ እዚ ኤግዜኪዩት ኣብ ማለት እንዲ ብዛዕባ ፋይል ኤክስቴንሽንስ ተማሂርና ኢና ሕጂ እዚኣ ክነንብባ ከለና ዶት ኢኤክስኢ ኢልና ነንብባ ማለት እዚ ሕጂ ስታንዳርድ ኤክስቴንሽን ፋይል ኤክስቴንሽን ዝኾነ ኣብ ዊንዶውስ ክፀዓኑ ዝኽእሉ ኢንስታሌሽን ፋይልስ ማለት እዩ ዝኾነ ዓይነት ኤክሲ ክትፅዕኖ ከለኹም ሲምፕል ዝኾነ ስቴፕስ ተኸቲልካ ክትፅዕኖ ትኽእል ኢኻ ኣዝዩ ቀሊል እዩ መጀመርታ እቲ ኤኤክሲ ፋይል ዳውንሎድ ክትገብሮ ክትክእል ኣለካ ከምዚ ንሪኦ ዘለና ሕጂ እዛ ክሮም ብራውዘር ኢና ዳውንሎድ ንገብራ ዘለና ኣብዛ ዳውንሎድ ክሮም ትብል ዘሎ ፀቂጥካ ዳውንሎድ ምስ ዝገበርካያ ምስ ወዳእካያ ብድሕሪኡ ነታ ዳውንሎድ ዝገበርካያ ኣብዛ ስእሊ ትሪዋ ኣለኹም ዶት ኢኤክስኢ ዝብል እንታይ ኣለዋ ፋይል ኤክስቴንሽን ኣለዋ ነዚኣ ዳብል ክሊክ ጌርካ ምኽፋት እያ ማለት እዩ ካልኦ ሓንቲ ዘረባ እያ ዳብል ክሊክ ጌርካ ትኸፍታ ብድሕሪት ኢንስታሌሽን ፕሮሰስ ባዕላ ክጅምሩ እያ ማለት እዩ ተረዲያትኩም ከምዚ ዓይነት ዲያሎግ ቦክስ ሕጂ እዚ ዝተፈላለዩ ዓይነት ክመፀኩም ወሪ ግን ንመብዛሕትኡ ስቴፕስ ዘሰይም እዩ ዳርጋ ቀሊል እዩ ባዕሉ ዲያሎግ ቦክስ ከፊቱ እቲ ኢንስትራክሽን ኣብኡ እናንበብካ ጥራይኻ ትምራሕ ሕጂ እዚኣ ንሪኣ ዘለና እዛ ክሮም ኢልና ንፅዋዕ ናይ ዌብ ብራውዘር ኢና ንፅዕን ዘለና ማለት እዩ ሕጂ ኢንስቶሊንግ ኢሉ ሓደ ፕሮግረስ ባር የርእየና ኣሎ እቲ ፕሮግረስ ባር ክሳዕ ዝመልእ ክሳብ ዝኾነ ባዕሉ ዝእዝዘኩም ሱቕ ኢልኩም ክትፅበዩ ክትክእሉ ኣለኩም ማለት እዩ ሕራይ ሕጂ ከምዚ ትሪእዋ ዘለኹም እታ ሶፍትዌር ምስ ተፃዕነት ኣብቲ ፕሮግራምስ ወይ ድማ ኣብቲ ኦል ፕሮግራምስ ስታርት ኢልኩም ምስ ኣተኹም ኣብኡ ክትመፀልኩም እያ ማለት እዩ ሕጂ ክትከፍትዋ እንድሕር ደሊኹም ከዓ ኖርማሊ ክሊክ ጌርካ ምኽፋት እዩ ማለት እዩ ሕጂ ዊንዶውስ 8 ተሊኩም ኣብቲ ስታርት ስክሪን ክረክቦ ትኽእሉ ኢኹም ዊንዶውስ 7 ተሊኩም ከዓ ስታርት ምስ በልኩም ኣብኡ ክመፀልኩም እዩ ኣብ ኩሉስ ተመሳሳሊ እዩ ማለት እዩ ሕጂ ገለገሊኡ ኣፕሊኬሽን ኢንስቶል ምስ ገበርኩሞ ባዕሉ ከዓ ሾርት ካት ይሰርሕ ኣብቲ ዴስክቶፕኩም ንእሽትለይ ሾርት ካት ይሰርሕ ማለት እዩ ብኡ ከፊትኩም እውን ክትጥቀምሉ ከዓ ትኽእሉ ኢኹም ማለት እዩ ሕራይ ኣብ ኢንተርነት ከመይ ጌርና ኢና ሶፍትዌራት ዳውንሎድ ንገብር ወይ ከመይ ጌርና ኢና ንደሊ እንድሕር ደኣ ኢልና እታ ዝቐለለት መንገዲ ኣብ ሰርች ኢንጂንስ ኣትኹም ሰርች ምግባር እያ ማለት እዩ ንኣብነት ዝኾነ ፐርሰናል ስእልታት ሃልዩኩም ኤዲት ክትገብሮ እንድሕር ደኣ ደሊኹም ኣብ ጉግል ኣቲኹም ፍሪ ፎቶ ኤዲቲንግ ሶፍትዌር ኢልኩም ሰርች ትገብሩ ማለት ሕጂ ኩሉ ግዜ ፍሪ ዳውንሎድ ፍሪ ገለ ኢልኩም እንድሕር ጽሒፍኩም ጽቡቕ እዩ ምክንያቱ ድሕር ዳኡ ከሎ ፎቶ ኤዲቲንግ ሶፍትዌር ጥራይ እንድሕር ኢልኩም ብገንዘብ ዝሽየጡ ብዙሓት ሶፍትዌራት ከምጻልኩም ይኽእል እዩ ማለት እዩ ንስኻትኩም ከዓ ክትገዝኡ ኣይትደልዩን ትኾኑ እንጂ ብነፃ እናሃለወ እንታይ የገድሰካ ትገዝእ ናይ ነፃ ንሕደሊኻ ፍሪ ኢልካ ፎቶ ኤዲቲንግ ሶፍትዌር ኢልካ ሰርች ትገብር ማለት እዩ ሰርች ምስ ገበርካ ገሊኦም ብነፃ ትረኽቦም ሶፍትዌራት ፍሪ ትሪያል እዮም ማለት እዩ ንፈተነ ተባሂሎም ዝተወሰነ ፊቸር ኦፐን ገይሮም ይህቡኻ ማለት እዩ እቶም ገለገሊኦም ከዓ ጠቕሊሎም ነፃ ዝኾኑ ሶፍትዌራት ኣለዉ ሙሉእ ሶፍትዌር ሲ ብነፃ ክትጥቀመሉ ትኽእል ማለት እዩ እቶም ገሊኦም ዝመፅኹም ከዓ ብገንዘብ ዝዕደጉ ሶፍትዌራት ክመፅኹም እዮም ማለት እዩ ሕጂ ሰርች ምስ ገበርካ ኣብኡ እናንበብካ ከፊትካ ኢኻ ዳውንሎድ ትገብር ስለዚ ዝኾነ ሶፍትዌር ኣብ ትደልይሉ እዋን ሰርች ምግባር እያ ዝበለፀት መንገዲ ሰርች ምግባር ሓደ ሓደ ግዜ እንታይ ኢልኩም ከም ትደልዩ ክጠፍኣኩም ይኽእል እዩ ማለት እዩ ሕጂ ንኣብነት ንስኻ ንሕዳ ዝኾነ ከምዚ ታስክስ ክትምዝግበላ ወይ ድማ ቆፀራታትካ ኦርጋናይዝ ክትገብረላ ንሕዳ ትደሊ ሶፍትዌር ትደሊ ኣለኻ ኮንካ ሓቅኒ እንታይ ኢልካ ክትደሊ ትኽእል ኢኻ ፍሪ ካላንደር ኦርጋናይዘር ሶፍትዌር ኢልካ ትደሊ ማለት ሕጂ ሓደ ሓደ ግዜሲ ባዕልኻ ኣብቲ ሰርች ክትገብሮ ከለኻ ዋላ እቲ ክትሰርሖ ደሊኻ ዘለካ ታስክ ንዑ ፅሒፍካ ሰርች ምግባር ይሓይሽ ማለት እዩ ገለገሊ ሶፍትዌር ብሽሙ ዝመፅእ ኣሎ ንኣብነት ሽሙ ዘይትፈልጦ ትኸውን ሕጂ ነቲ ደሊኻዮ ዘለካ ታስክ የእቲኻ ፍሪ ኢልካ ሰርች ትገብር ማለት እዩ ካልእ ሎሚ ከምቲ ኣቐዲምና ዝተዛረብናሉ ቅድሚ ሕጂ ገለገለ ኣፕሊኬሽንስ ኣለዉ እቲ ማይክሮሶፍት ዊንዶስ ክዝሰርሖም ከለዉ ሲ ኣብ ታብለትና ራን ዝገብሩ ኣብ ሞባይላትና ራን ዝገብሩ ከምኡውን ኣብ ኮምፒውተርና ራን ዝገብሩ ኣፕስ ኣለዉ ማለት እዩ እዚኣቶም ልክ ከምዚ ናይ ሞባይል ምሽ ኣሎ ናይ ኣንድሮይድ ኣፕሊኬሽን ዳውንሎድ ንገብር ኢና ወይ ናይ ኣይኦኤስ ኣፕሊኬሽንስ ዳውንሎድ ንገብር ልክዕ ናይ ዊንዶውስ ከዓኒ ዊንዶውስ ስቶር ዝበሃል ኣሎ ተረዲኣትኩም ከምዚ ጉግል ፕለይ ወይ ድማ ኣብ ስቶር ኢልና ንፅውዖም ዊንዶውስ ስቶር ዝበሃል ከዓ ኣሎ ኣብቲ ዊንዶውስ ስቶር ኣትኹም ከዓ ዝተፈላለየ ኣፕሊኬሽንስ ዳውንሎድ ክትገብሩ ትኽእሉ ኢኹም ማለት እዩ እሺ እታ ናይ ዊንዶውስ ስቶር ብኸመይ ኢና ንረኽባ እንድሕር ዳ ኢልና እዚ ሕጂ ዊንዶውስ ቴን እዩ ኣብታ ስታርት ኢልኩም ምስ ኣተኹም ኣብዛ ጸሊምያ ዘለኹ ዊንዶውስ ስቶር ትብል ሳንጣ ትመስል ትሪባ ዘለኹም ኣብኣ ትኣትዉ እሞኒ ዝተፈላለዩ ኣፕሊኬሽንስ ከምዚ ኣብ ዴስክቶፕ ትሪዎም ዘለኹም እዚኣቶም ማይ ኦፊስ ዶ ዋን ኖት ስካይፕ ማይክሮሶፍት ኤጅ ካላንደር ኣብዚ ካልኩሌተር ኣለኩም ሜድያ ፕሌየር ኦዲዮ ፕሌየር ዝተፈላለየ ነገራት ክትፅዕኑ ከዓ ትኽእሉ ማለት ልካ ከምዚኦም ከም ኣፕስ እዮም ማለት እዩ ኣብ ስትሪዮ ዘሎ ን ኣዶበ ማስተር ኮሌክሽን ሲኤስ ፋይሱ ዘሎ እዚ ሕጂ ዝፅዓን ሶፍትዌር እዩ እዚ ዳውንሎድ ጌርካ ወይ ድማ ገዚእኻ ብገንዘብ ዝፅዓን ሶፍትዌር እዩ እዞም ካብ ማይክሮሶፍት ስቶር ዳውንሎድ ትገብሮም ከዓ ኢሚድትሊ ፍሪ ለው ዝርከቡ ወይ ከዓ ዝግዝኡ ኣለዉ ኣብኣትኹም ግን ልክዕ ከምዚ ናይ ጉግል ፕለይ እናመረፅኩም ንሳል ትገብርዎም ዓይነታት ኣፕሊኬሽንስ ኣለዉ ማለት ልክዕ ከምዚኦም ኣብዚ ንሪኦም ዘለና ማለት እዩ ካልኩሌተር ኣለኩም ካላንደር ናይ ኢሜይል ኣሎ ናይ ኢንተርነት ማይክሮሶፍት ኤጅ ኣሎ ስካይፕ ዝተፈላለዩ ግዚያቶም ዳውንሎድ ዝኾኑ ኣፕሊኬሽንስ ኣብዚ ክመፅልኩም ማለት እዩ ሕጂ ኣብቲ ስቶር ምስ ኣተኹም ከምዚ ዝመስል ዊንዶ ክመፀልኩም እዩ ልክዕ ዝተፈላለዩ ጌምስ ኣሎ ከም ስትሪዎ ዘለዎም ኣብዚ ሕጂ ረዎ ኤጅ ኦፍ ስፓርታ ኢሉ ፍሪ ይነግረና ኣሎ ኣብዚ ከዓ ትሬቲንግ ናቱ ማለት እቶም ዝተሓጎሱ ዝሓረቁሉ ሰባት ሬት ዝገበሩ ኣለኩም ኣብዚ ክንደይ ሰባት ሬት ከም ዝገበሩ ኣለኩም እንታይ ዓይነት ኣፕሊኬሽን እንድህር ኢልኩም ከዓ ናይ ጌም ምኳኑ ይነግረና ኣሎ ማለት እዩ ኣብዚ ሊንዳ ዶት ኮም ሊንዳ ሕጂ ሓደ ብሉፅ ናይ ቪድዮ ቱቶሪያልስ ትረኽብሉ ዌብሳይት እዩ ናታቶም ኣፕ ኣለኩም ኣብዚ ኣብ ዊንዶ ስቶር ናይ ኤዱኬሽናል ማለት እዩ ኣብዚ ዝተፈላለዩ ብካታጎሪስ ኣትኹም ብኮሌክሽን ክትረኽቡ ትኽእሉ ኢኹም ዝተፈላለየ ዓይነት ኮሌክሽንስ ኣሎ ናይ ኤክስቦክስ ገምስ ኣሎ ዝተፈላለዩ ናይ ፕሮዳክቲቪቲ ኣለዉ ከም በዓል ፌስቡክ ገለ ዝኣመሰሉ ኣፕሊኬሽንስ እውን ኣለኩም ኣብዚ ዳውንሎድ እናገበርኩም እናፀዓንኩም ክትጥቀሙ ትኽእሉ ኢኹም ማለት እዩ ራይምባ ናይ ሎሚ ትምህርትና ከምዚ ዝተኸታተልኩማ እያ ትመስል ኣብዛ ቪድዮ ኣገዳሲ ሓበሬታ ረኺብኩም ኢልኩም ሓሲብኩም ላይክ ምግባር ኣይትብቀቑ ከምኡ ሼር ግበርዋታ ቪድዮ ብቐፃሊ ንዝርባሓን ቪድዮታት ንምክትታል ድማ ሳብስክራይብ ግበሩ